ብስሚላህ ወልሓምዱሊላህ ወሰላቱ ወሰላሙ ዓላ ረሱሊላሂ ሰለላሁ ዓለይሂ ወሰለም ብመጀመርያ ኣሰላሙ ዓለይኩም ወራሕመቱላሂ ወበረካቱ ናይ ሎማዓንቲ ኣርእስትና ነቲ ሒዝናዮ ዝቐነና ካብ ጸወምቲ ዝዝውተሩ ሕቶታት ዝብል ክንቅጽሎ ኢና። ናይ ሎማዓንቲ ሰለስተ ሕቶታት እየን ነዚኤን ዕሎማ እንታይ ይብሉ ድማ ብሓውና ኣቡ ዓብድራሕማን መልሲ ክንሰምዕ ኢና እታ ቀዳመይቲ ሕቶ እንታይ እያ ትብል ኣብ ሮሞዳን ቅያመሌል ተሃጁድ ተራዊሕ ዝብሉ ቃላት ብብዝሒ ንሰምዖም ኣብ መንጎኦም ዘሎ ፍልልይ እንታይ እዩ እታ ካልኣይቲ ሕቶ፣ ኣብ ገለ ዓድታት ነተን ዓሰርተ መዓልታት ናይ ሮሞዳን፣ እተን መጨረሻ ዘለዋ ዓሰርተ መዓልታት ማለት እዩ፣ ተራዊሕ ሰጊዶም ብዘይ ወትርን ሸፍዕን ይውድኡ እሞ ደሓር ድሕሪ ፍርቂ ለይት ድማ ከም ብሓድሽ ቅያም ሰጊዶም ድሕሪኡ ሸፍዕን ወትሪን የምጽኡ። ስለዚ እቶም ድሕሪ ልዕሻ ኩሉ ብሓንሳብ ሰጊዶም ዝውድኡ፣ ስራሕ ናቶም ወይ ኣጅሮም ጎደሎ እዩ ወይ ጌጋ እዩዶ ክንብል ንኽእል? እታ ሳልሰይቲ ሕቶ ገለ ኣኢማ ነተን ሸፍዕን ወትሪን ብሓንሳእ የምጽኹን ከም መቕሪብ ማለት እዩ። ገሊኦም ድማ ነንበይነን የምጽኹን ክልተ ረክዓ ወዲኦም ድሕሪታ ሳልሰይቲ ከኣ ንበይና የምጽዋ ከምኡ ውን ምስኣ ተወሳኺ ማለት እዩ ገሊኦም ከዓ ዱዓ ይገብሩ ገሊኦም ድማ ብዘይ ዱዓ ጠዋሊ ይወርዱ ማለት እዩ ስለዚ ኣየና እዩ ተቕኑ ኣገባብ ነዚአን እንታይ ይብሉ ሓውና ኣብ ዓብድራሕማን እንሻላ ብሰፊሑ ካብ ኣቅዋል ናይ ዑለማ ኣምፅኡ ክገልፀልና እዩ ፈልየተፈደል መሽኩረን ባረከ ላሁ ፊክ

ቅያመሌል ክፉት ዒባዳ ብለይቲ ዝትግበር እዩ ከም ሰላት ከም ዚክር ከም ቁርኣን ምቅራእ እዩ ኣብዚ ሕጂ ተራዊሕን ተሃጁድን ኣትዮም ምኽንያቱ ኩሉ ብለይቲ ዝፍጸም ዒባዳ ስለ ዝኾነ ነንበይነን ክንርደኣን እንተኾይንና ተራዊሕ ኣብ ቋንቋ ዕረፍቲ ማለት እዩ ገለ ሰባት ጠጠው ኢልካ እንተሪኦሙኻ እስተሪሕ፣ ኣዕርፍ፣ ይብሉኻ። ኣብ ሸርዒ ድማ ድሕሪ ሰላት ኣልዒሻ ኣብ ሮሞዳን ዝስገድ ሰላት ተራዊሕ ይበሃል። ብኡ መፀዊዑ ምኽንያት ክልተ ክልተ እንዳገበርካ ኣርባዕተ ምስ ሰገድካ ቁሩብ ተይተዕርፍ ትርይሕ። መሊስካ ድማ ትቕጽል ሰላትካ። ፍልልዩ ምስ ቅያም ሌል፣ ቅያም ሌል ክፉት እዩ ኣብ ሮሞዳን ወይ ኣብ ካልእም ኣዋርሕ ትገብሮ ናይ ለይቲ ዒባዳ እዩ። ተራዊሕ ግን ኣብ ሮሞዳን ጥራሕ እዩ ትገብሮ። ኣብ ሮሞዳን ጥራሕ ትገብሮ ዒባዳ ኮይኑ ድሕሪ ልዒሻ ይጅምር። እቲ ዝበለጸ ድማ ናይ ተራዊሕ ምስ ጀማዓ ኣብ መስጂድ ክትሰግዶ እዩ። ቅያም እሌል ክፉት እዩ ብዘይ ጀማዓ ክትሰግዶ ትክእል ተራዊሕ ብቁፅሪ ተወሰነ እዩ ዓሰርተ ሓደ ዓሰርተ ሰለስተ ዕስራ ወዘተ ቅያም እሌል ቁፅሪ ዓደድ የብሉን ክፉት እዩ ከም ድሌትካ ማለት እዩ ኣታሃጁድ ካብ ቅያም እሌል ካብ ተራዊሕ ይፍለ እዩ። ይፍለ እዩ እሱ ድማ ደቂስካ ጸኒሕካ ተሲእካ ትሰግዶ ሰላት እዩ እሱ እዩ ተሃጁድ ዝባሃል ተሃጁድ ንሰላት ጥራይ ኢልካ እኻ ትትስእ ቅያመለል ንብዙሕ ነገር ከምቲ ዝበልናዮ የጠቓልል። ኣብታ ካልኣይቲ ሕቶኻ ረቢ ይሕፈዝካ ትብል ኣብ ገለ ዓድታት ተራዊሕ ሰጊዶም ብዘይ ዊትሪ ዳሕራይ ተሲኦም ይውድእዎን ያኒ ኣብ ገለ ዓድታት ተራዊሕ ሰጊዶም ብዘይ ዊትሪ ዳሕራይ ተሲኦም ድማ ይውድእዎ ከመይ እዩ እቲ መጀመርያ ዝሰገድዎ ኢልካ ክትሓቲ ዘለኻ እዚ ኣብ ናይ መወዳእታ ዓሰርተ መዓልቲ ናይ ሮሞዳን እዮም ዝገብሩ ከምዚ እቲ ዊትሪ የጽንሕዎ ምኽንያቱ ደቂሶም ተሲኦም ክሰግድዎ ስለ ዝኾኑ እዚ ድማ እንታይ ይበሃል ሰላት ተሃጁድ ይበሃል ከምቲ ዝዘከርናዮ ደቂስካ ተሲእካ ዝስገድ ሰላት እዩ

ዊትርን ይፈላልይዎን ማለት ክልተ ሰጊዶም ዊትሪ ንበይና ይሰግድዋ እወ እሱ እዩ ድማ እቲ ሱና ክልተ ክልተ ትሰግድ ጸኒሕካ ሳልሰይቲ ዊትሪ ንበይና ትሰግዳ ነብይና ዓለይሂ ሰላቱ ወሰላም ኢሎም ሰላት ለይል መስና መስና ኣብታ ቀዳመይቲ ረክዓ ሱረት ኣዕላ ትቀርእ ኣብታ ካልኣይቲ ረክዓ ሱረት ካፊሩን ትቀርእ ኣብታ ዊትሪ ሱረት ኢክላስ ትቀርእ እዚ እዩ እቲ ሱና እቲ ዝበለፀ ግን ሰለስቲኤን ብሓንሳብ ኣብታ ካልኣይቲ ረክዓ ንተሕያት ኮፍ ከይበልካ እንተወዲእካዮ እዝም ሱና እዩ ግን እቲ ናይ መጀመርያ ይበልጽ እቲ ክልኩል ምስ ሰላት ኣልመግሪብ ከተመሳስላ ከለካ እዩ ዱዓ ኣብ ኣብ ቁኑት ሽርዓዊ እዩ ፍቁድ እዩ ዱዓ ክትገብር ግን ሓንሳብ ሓንሳብ ግዴታ ከም ዘይምካኑ ከተፍልጥ ንዘይፈልጥ